ሰላም ሰላም ናይ ፅዳት ዩቱብ ቻነል ከመይ ኣለኹም? ኣነ እግዚኣብሔር ይመስገን ሰላም እየ። ከምዛነ ሰላም ዘለኹ ሰላም ትኾኑ ናይ ኩሉ ግዜ ትምኒተ ተስፋ እዩ። ሎሚ ሓንቲ ከዓ ብሓዱሽ ቪድዮ መፅልኩም ኣለኹ። ኣብ ዝሓለፈ ቪድዮ እውን ዝኾነ ሕፅር ዝበለት ዛንታ ኣቅርበ ነይረ። ናይ ሎሚ ሓንቲ ሕፅር ዝበለት ዛንታ እያ፣ ግን መሃሪትን መሳጢትን ዝበልኩዋ ዛንታ እያ። ኣብ ዝሓለፈ እውን ኮመንትታት መንበብኩ ነይረ እየ ፅቡቅ ደስ ዝብል ኮመንትታት ነይሩ ሕዚ እውን ካብ ናይ ኩሉ ግዜ ኮመንትኩም ኣይፈለየኒ ምትብባዕኩም ኣይፈለየኒ ሓደሽቲ ዝኾንኩም ላይክ ሳብስክራይብ እንዳገበርኩም ሸር እንዳገበርኩም ኣተባብዑኒ ነባራት ድማ ከም ናይ ኩሉ ግዜ ምትብባዕኩም ኣይፈለየኒ ክሳዕ እዚ ደረጃ ናተባባዕኩምኒ ፀኒሕኹም ካብ ሕዚ እውን ኣዝየ ንክብርትዕ ምትብባዕኹም ኣይፈለየኒ ብላይክን ብሸርን ጀምርዋ ክሳዕ መጨረሻ ድማ ሓቢርኩም ምሳይ ከም ትጸንሑ በዓልቲ ሙሉእ ተስፋ እየ ካብኡ ድማ ሃራጺ ሃራጺ ዝኾነ ዝኾነ ሕቶታትኩም ወይ ደግሞ ዝተጋገኹዎ ነገር ተሃልዩ ኣብ ኮመንት ኣቕምጡለይ ኣነ ደሞ ክእርሞ እየ እና ሐዚ ከየንውሐልኩም ናብ ቢደይ ከብለኩም ዝተረስዐ ሓጢኣት እያ ትብል ኣርእስታ ሓንቲ መሃሪ ዛንታ ክዕለኩም እየ ሎማዕንቲ ብጣዕሚ እያ ንዓይ ብዙሕ ነገር ኦመረይ ብዙሕ ነገር ኦመረይ ብዙሕ ተምሂራትኒ ማለት እዩ ሓንቲ ምስኪን ጓል ኣነስተይቲ ንሓደ ኣቦ መንፈሳዊ ኣቦ ቀሪባ እግዝኣብሄር ኩሉ ግዜ ይዛረበኒ እዩ ትብሎም። ብኣዘራርባኣ ጊር ኢሎም በቲ ኩነታት ተባሻጭዮም ገደፉዋሞ ከዱ። ብድሕሪ እዚኣ ጓል ኣንስተይቲ ብተደጋጋሚ እናመጸት እግዝኣብሄር ኩሉ ግዜ ምሸት ምሸት እናመጸ ይዕለኒ እዩ በለቶም ደጊማ። ስብኣይ ድማ እዞም ኣቦና ድማ ተባሳጨዩ እንታይ እያ ትብለኒ ኣላ እግዛብሄር ካብ መኣዝ እዩ ምሸት ምሸት ኮይኑ ዘዕልለኒ በልዋ ካመይ ገይረ እይከ ንዓኺ ምሸት ምሸት ዘዕልለኪ ኣነ እኮ ንዓይ እማ እንታይ ኮይኑ ዘየዕልለኒ በልዋ እሳ ደማ ደጊማ መጺኣ ምሸት ምሸት እዝጋብሄር ንዓይ የዕለኒ እዩ እንዳበለት ንዞም ኣቦና እዞም ኣቦ ደሞ ተጨናንቑ እንታይ እያ ትብለንላ ሎምስ እዛብሄር ምሸት ምሸት ይዕለኒ እዩ ሰብ ኣግንያቶሲ እዛብሄር ሰብ ሰብ ይዕለኒ እዩ ትብለንላ ኢሎም እዞም ኣቦና ብዙሕ ነገር ተዛረብዋ። ክልኤ ትጋጌ ኣለኺ ኢኺ በልዋ። ኣነ ከምዚ ዓይነት እግዛብሄር ከመይ ገይሩ እዩ ንዓኺ ዘዕልለኪ? እንታይ ኢኺ ስኺ? ስኺ እኮ ሰብ ኢኺ በሉዋ። ኣብዚ ረኸበቶም ናጨኽጨኸቶም ተሳላቸዮም እዞም ኣቦና። ከም ልማዳ ሓደ መዓልቲ እውን መፂኣ ምስ ኣዘራረበቶም እዙይ በሉዋ። ናይ ብሓቂ ንዓኺ ፈጣሪ እንድሕር ምሸት ምሸት እናመጸ ዘዛራርበኪ ኮይኑ ምእንቲ ክኣምነኪ ሓንቲ ገዛ ዕዮ ክበኪ እየ በሉዋ ኣትኲሮም እናጠመቱ ንሳ እውን ዝኽእሎ ኩሉ ንኽተግብር ቃል ኣተወት እዞም ኣቦና ንምንታይ ቃል ትኣትላ ኢሎም ኣብ ርእሶም ብዙሕ ነገር ተዛራረቡ። ኣነኸ ከመይ ዓይነት ሕቶ ክሓታ እየ ኢሎም ንእሽተይ ሓሲቦም ተደናገፁ። ከመይ ዓይነት እዩ በሉ ክሓትዋ ምስ በሉ ድማ ኣብ ርእሶም ዝመፀሎም ሓጢኣት ብቻ እዩ። እዞም ኣቦና እዛ ሕቶ እዚኣ ክባ እየ እንድሕር ደኣ መሊሳታ ኣነ እውን ብኡ ስለ ዘይትምልሶ ብኡ ገይራ ክትከደለይ እያ ኩሉ ጊዘ ኣይትጨኽጭኸኒ ኩሉ ጊዘ ውን ናመፀት እግዛብሄር ምሸት ምሸት የናግረኒ እዩ ኣይትብለኒ ኢሎም ኣብ ኣእምሮኦም ዝቐረፅዎ እዩ። ካብኡ እሶም ድማ በሊ በልዋ እዞም ኣቦ ካብዚ ሰብ እዙይ ምእንቲ ክገላገሉ ሓደ ከቢድ ኣቅረቡላ። ከምዚ ብምባል፣ ናይ ብሓቂ እግዝኣብሄር ዘዘራርበኪ እንተኾይኑ ሓደ ሕቶ ሕተትለይ በሉዋ። ንሳ እውን ርግዕ ብዝበለ መልክዕ እንታይ ክጥይቐልኩም ኣቦይ በለቶም። ንብዙሕ ዓመታት ክገድፎ ኢለ ዝኣበየኒ ግን ብዙሕ ወርሒ ኣብ ሓደ ገዳም ከይደ ንስሃ ኣትየ ዝገደፍክዎ። ሓጢኣት እንታይ ከም ዝነበረ ጠይቕኪ ንገርኒ በሉዋ። ንሳ እንተ ነጊርክኒ ናይ ብሓቂ ከም ዘዘራርበኪ ክኣምን እየ በሉዋ። ንሳ ኸዓ ተገሪማን ተደነቐትን። እህም! ኣነ ዝብሎም ዘለኹስ ኣይኣመኑንን ማለት ድዩ? ኢላ ብውሽጣ ሓሰበት። እዛ ጓል ድማ እሱ ጸገም ኣይብሉን ክምልሰልኩም እየ ከይደ ክሓቶ እየ በልዋ እሶም ግን ትምለስ ኣይመሰሎም እዩ ብኡ ገይራ ትጠፍኦሎም እዩ መሲልዎም ልከይ ተጨናንቆምና ኢሎም እዮም ሓቲቶምዋ ንሳ እውን ንገዝኣ ከይደት እዞም ኣቦ ግን ተመሊሳ ከም ዘይትመጾም ርግጸኛ ነበሩ። ይኹን እምበር፣ ንሳ ብጽባሒቱ ገስጊሳ መጺኣ ንኣቦ ኣጸውዐቶም። ኣቦ ንዓኣ ምስ ረኣዩ ብጣዕሚ ተገረሙ፣ ፍዝዝ በሉ። መልክዕ'ሀ እዛ ጓለይ! እግዝኣብሄር ንስሓ ኣትዩ ዝገደፍክዎ ሓጥያት እንታይ ከም ዝነበረ ዶ ጠይቕክዮ? በልዋ እንዳ ሰሓቑ። እወ ኣቦይ በለቶ ክሳዳ እናነቕነቐት። እህ እንታይ ደኣ በለኪ በሉዋ። ካብኡ እሳ ድማ እንታይ ደኣ በልዋ ብጣዕሚ ናሃፀፁ ናሃፀፁ ረሲዐዮ እየ ኢሉኒ በለቶም። ኣስተውዕሉ እዞም ኣቦ ብዘይተፀበይዎ ናይ እዝጋብሄር መልሲ ልቦም ተነኪኡ ስቅስቅ ኢሎም እናነበዑ ንዛ ጓል ሓቆፍዋ ለከ ሓጥያት ቡዙሕ ይሰርሕ ኣለኩ እየ ረሲዐዮ ዝብል ቃል ኣብ ርእሶም እንዳተዳጋገመ ዞም ኣቦና እናነውዑ እንዳበከዩ

ሓጥያት ለይረሳዕኩ ትማል እኮ ሎማዓንቲ ይቅረ ልወልኩሉ እስኻ እኮ እዚ ገርካኒ ኢኻ እንዳበልኩ ዝደገገምኩዎ ሓጥያቱ ዘይረሳዕኩሉ ኢሎም ላብ ርእሶም ክሓሱን ክጭነቁን ጀመሩ ደጊሞም ድማ ረሲዐዮ ዝብል ቃል ካብ ኣፎም ወጸ። ደቂ ሰባት ሙሉእ ይቅርታ የብልናን። ሎማዓንቲ ንኩሉ ገዲፈዮ እየ ይቅር ኢለካ እየ ይብለና እሞ ዝኮነ ማዓልቲ እንተቀይምካዮ እቲ ይቅረ ኢለልካ እየ ዝበለካ በደል እናቆጸረ ይወቅሰካ እዝጋብሄር ግን በቃ ይቅርታ እንተኢሉካ ይርስዖ ምክንያቱ ፈቃር እዩ ይቅርታ ካብ ምልማን ይቅር ብምባል ይከብድ። ምሒረካ ካብ ምባል ኣብ እግሩ ወዲቅካ መሓረኒ ምባል ዝቐለለ። ነዙይ እዩ እውን ኢየሱስ ክርስቶስ ጸሎት ክምህረና ከሎ ንዝበደለና ይቅር ከምንብሎም ይቅር በለልና ይቅር በለልና ኢሉ ዝጽሊ። ስለዚ ኩሉ ግዜ ይቅር በሃልቲ ንኹን። ብዝሓለፈ ጌጋታት ይቅር ብዝተባሃልናዮ እናስታወስካ ሰብ ኣይትውቀስን ጌታና መድሓኒት የሱስ ክርስቶስ ከምኡ ኣይኮነን ዝምህረና ሓደግቲ ኩኑ ክሓድገልኩም እየ ዝብለና ኩሉ ግዘ ካብ ጎንና ኣይፈለየና ፈጣሪ ኣሜን ስለ ዝነበረና ፃንሒት ብጣዕሚ ደስ ዝብል ንእሽተይ ዘምሃረትን እያ መቸም ኣንሕና ደቂ ሰባት ሓዳጋት ክንኮን ተለና ቂምታታት እናቆፀርና ሓዲግና እዩ ነርና ተመሊስና ከምዚኣ ኮ ገይሩኒ ነይሩ ኢና ልና ንድሕሪት ተመሊስና ቂምታታት ኢና ንቆፅር ናይ እግዚኣብሄር ግን ሓንቲ ግዜ ተሓዲጉና ሓዲጉልና እዩ ንድሕሪት ኣይምለስ እዩ እና ሓዳጋት ቂም ተለይም ሓዝና ሓዳጋት ክንኮውን እየ ዘለና እዚኣ ነራ ናይ ሎማዓንቲ ብጣዕሚ እያ ደስ ትብል ነራ ስለ ኩሉ ነገሩ ደሞ እግዚኣብሄር የተመሰገነ ይኹን እና ንኩልኹም ከም ትፈትውዋ ተስፋ ይገብር ብላይክን ብሸርን ጀምርዋ ሳብስክራይብ ደሞ ገብሮ እና ኩሉ ግዜ ምትብዓኹም ኣይፈለየኒ ኣብ ናይ ካሊእ ቪድዮ ሳረኸብ ደሕና ቆንዩ